ክረኣይ ከሎ እቶም ፓስቶርያል ይብሉ እሞ ኣብ ካልእ ቸርች ክጅምሩ ከለዉ ኩላቶም እቶም ካልኦት ፓሰራት ግን ኣብ ትሕቲ እዮም ክኾኑ ግን ይደልዩ ስለዚ ኣጸቢቑ ኣይመዓበለን እምበር ናይ ቢሾፕ ከም ናይ በዓል ካቶሊክ ዓይነት እዩ ማለት እዩ ተሳርሑ ስለዚ ገና ኣይመዓበለን ኣሎ ኣብ ዝኾነ ይኹን ቦታ ብራንች እንተድኣ ኣልዎም ኮይኖም ኣብ ትሕቲኦም እዮም ዝኾኑ ማለት እዩ። ካብኡ ዝዓበየ ግን ካልእ እንታይ ጸገም ኣለዎ? ብፍላይ ኣብቲ ኣሰራርሓ ንጹር ዝኾነ ሓሳብ ካብ ዘይምህላው ዝተላዕለ ኣካውንተብሊቲ የብሎምን፣ ትራንስፓረንት እውን የብሎምን፣ ተሓታትነት የብሎምን። መን ኢኻ እንታይ ኢኻ ትገብር ዘለኻ ኢሉ ክሓቶም ዝኽእል የብሎምን እዞም ናይዞም ዓዲ እንተደኣ ኮይኑ ትረስት ዝበሃሉ ኣለዎም ኣብ መንግስቲ የመዝግብዎም እዚኣቶም ኣብ ልዕለይ ሙሉእ ስልጣን ኣለዎም ገለ ብሞራል ወይ ብገለ እንተደኣ ኣጉዲለ ውረድ ክብሉኒ ይኽእሉ እዮም እዚኣቶም ሙሉእ ስልጣን ኣለዎም ኢሎም ንዝተወሰኑ ሰባት ይህብዎም ማለት እዩ ክንደየኖትኩም ኣብዚ ዓዲ ኔርኩም እዚ ናይ ደንቨር ሰብኣይ ናይ ኢቫንጀሊካል ብምልኦም ሓላፊ ጸሓፋይ ድዩ ብቻ ዋላ ፕረዚደንት ዝነበረ ሆሞሰክሽዋል ኮይኑ ተረኺቡ ክበሃል ከሎ ዝረኣኹሞ ዝሰማዕኹም ኣለኹም ዲኹም ሕራይ ኣለኹም ዝተወሰንኩም እሞ ብኸምዚ ስለ ዝተኸሰስካስ ውረድ ዓይነት ክብልዎ ከለዉ ኣይወርድን'የ ኢሉ። ግን ትረስት ኢሉ ዘመዝገቦም ሰባት ስለ ዝነበሩ ንሳቶም መጺኦም ሪዛይን ግበር ኢሚድየትሊ ኢሎሞ። ኦረዲ ኣብ መንግስቲ ኣመዝጊብዎም ስለ ዝጸንሔ ኣብ ገለ ከምኡ ዝኣመሰለ ኣውቶሪቲ ስለ ዘለዎም ስለዚ ወሪዱ ከይዱ ማለት እዩ። ስለዚ ኣብቶም ናይ እዞም ዓዲ እንተ ኮይኑ ኮምኡ ዓይነት ኣለዎም ኣብቲ ናትና ኮምኡ ዓይነት ተልዩ ኮምኡ ኣመራርሓ ተልዩና ውን እንድዒ በሊና ንስኻትኩም ትፈልጡ። እንተድኣ ከምኡ እልና ድማ ትረስት ከምኡ ኣለና ተኾይኑ እውን እንድዒ። ስለዚ እዚኦም ኣርባዕተ ዓይነት ቸርች ምምሕዳር ክህሉ ከሎ እናፈለጠ ከሎስ ኣንጻር ኣምላኽ ክኸይድ ዝደሊ የብሎምን ካብ ኩላቶም ንኣምላኽ ኣሐጒሰዮ ክሓልፍ እየ ዝብል እናተዛረቡ ከለዉ እዮም ዝኸዱ ኣንጻር ኣምላኽ ክኸይድ እየ ንኣምላኽ ዘጉህዮ እናገበርኩ ክኸይድ እየ ዝብል ሃቐና ሒዞም ኣይኮኑን ዝገብርዎ። ስለዚ ሲምፕል ኣይኮነን ከምዚ ኣንብብ ምስ ኣበልካዮሲ ክሊር ተዝኸውንሲ እናጠፍአ እናፈለጠ ክጸድፍ ዝደሊ ሰብ ሃልይዎም ኣይኮነን ዝኸዱ ማለት እዩ። ምስ ተማሃርናዮ ሕጂ እውን ነዚ ዘየዳግም እዚ እዩ ዓይነት ኢልና እዝን እዝን እዝን እዝን ኢለ ሂበኩምሲ በቃ እሱ እዩ ጥራሕ ኢልና ንኸይድ ካልእ ትርጉም ክህብዎ ዘይክእሉ ዓይነት እውን ኣይክኸውንን እዩ። ግን ሓደ ነገር ክንገብር ኣሎና ኩላትና እስከ ኣብ ወንጌል ዮሃንስ ነውጽእ ሻብዓይ ምዕራፍ ቁጽሪ ዓሰርተ ሸውዓተ ፍቓዱ ኺገብር ዚደሊ እንተሎ፣ ንሱ ብዛዕባ ትምህርተይ ካብ ኣምላኽ እንተ ዀይኑ ወይስ ካብ ርእሰይ እንተ ዀይኑ ዝዛረቦ ዘለኹ ኪፈልጥ ኢሉ። ፍቓድ ኣምላኽ ኪገብር ዚደሊ ሰብ ቃል ኣምላኽ ኮምፕሊኬትድ ኣይኮነን። ብዘንበቦ መጠን ዝምስክር መንፈስ ኣምላኽ ኣሎ፣ ዝገልጽ ኣሎ፣ ክፈልጦ እዩ። ምስቲ ምፍቓድ ኣምላኽ ምስኡ ዝወዳደር ዝኾነ ይኹን ካልእ ኣጀንዳ እንተድኣ ኣሎ ኮይኑ፣ ዋትኤቨር ኢት ኢዝ፣ ግን ንመጽሓፍ ቅዱስ ክልተ ትርጉም ሰለስተ ትርጉም ክትበሉ እትኽእለሉ መገድታት ኣሎ መሊኡ። ስለዚ እቲ ሃቐና ልቢ ኣዝዩ ወሳኒ እዩ፣ እግዚኣብሄር ድማ ንዑ እዩ ዝሪኦ ንዑ እዩ ዝፍትሾ። ኣብ መወዳእታ ኣብ ፍርዲ ክንቀርብ ከለና እግዚኣብሄር ቅድሚ ግብርና ብሃቐናታት ሓሳባት ልቢ እዩ ክጅምር። ሓደ ነገር ክንዛረብ ከለናስ እንታይ ኣብ ውሽጥና ሞቲቭ ስለ ዘሎ ኢና ተዛሪብና ወይ ገለ ነገር ክንገብር ከሎና ታይ ሞቲቭ ስለ ዘሎና ኢና ብኡ እዩ ክጅምር። ስለዚ እቲ ሞቲቭና ንኣምላኽ ኣገልግልና ክንሓልፍ ካልእ ዘይብሉ ተደራቢ ዘይብሉ እንተድኣ ኮይኑ፣ ከይተባኣስና ቃል ኣምላኽ እዚ እዩ ዝብል ዘሎ ኢልና ክንከይድ ይከኣለና እዩ። ዝኾነ ይኹን ሓሳብ ዝኾነ ይኹን ሞቲቭ እንተድኣ ጸኒሑና ግና ክዓግተና እዩ። ማለት ድላይና ቋንቋ ግሪኽ እንተጽናዕና ቋንቋ እብራይስጢ እንተጽናዕና ስቲል ካልእ ትርጉም እንህበሉ ምኽንያት ክንረክብ ንኽእል ኢና ማለት እዩ። ቀዳማይ ቀረንጦስ ነውጽእ። የሱስ ክርስቶስ ምስ መጸ ደሓር ክፈርድ ከሎ ኣብ ምዕራፍ ኣርባዕተ ካብ ቁጽሪ ሓደ ክሳዕ ሓሙሽተ ዘሎ ከምኡ ኸ ሰብ ንኣና ኸም ኣገልገልቲ ክርስቶስ ከም መገብቲ ምስጢር ኣምላኽ ደኣ ይቝጸሩና። ምስናይ እዚ ኻብ መገብቲ ነፍሲ ወከፍ እሙን ኮይኑ ኽርከብ የድሊ እዩ። ንኣይሲ ብኣኻትኩም ወይስ ብመዓልቲ ፍርዲ ሰብ እንተ ተፈረድኩ እኳ ግዲ የብለይን፣ ኣብ ርእሰይ ሓንቲ እኳ ኣይፈልጥን እየ፣ ዚፈርደኒ ግና ኣምላኽ እዩ እምበር፣ በዚ ኣይጸደቕኩን እሞ፣ ንርእሰይ ባዕለይ ኣይፈርዳን እየ። ስለዚ እቲ ኣብ ጸልማት እተሓብኤ፣ ናብ ብርሃን ዘምጽእ፣ ሓሳባት ልቢ ኸኣ ዚገልጽ ጐይታ ኽሳዕ ዚመጽእ፣ ቅድሚ ግዚኡ ሓንቲ እኳ ኣይትፍረዱ። ሽዑ ድማ ነፍሲ ወከፍ ነንእደኡ ኻብ ኣምላኽ ክቕበል እዩ ይብለና። ስለዚ እቲ ሓብአ ዘበለ ናብ ብርሃን ከውጽኦ እዩ፣ ሓሳባት ልቢ ክገልጾ እዩ። ብዛዕባ ዝገበርናዮ፣ ዝጎየናዮ፣ ዝጸዓርናዮ ዝኾነ ይኹን ዓይነት ነገር ብቃል ኮነ ብግብሪ ኮነ ቅድሚ ምርኣዩ ነቲ ብቃል ኮነ ብግብሪ ኮነ ክንገብር ዝደረኸና ኣብ ውሽጢ ዘሎ ሓሳባት ልብን ሃቐናታትን ንዕኡ ቅድም እዩ ክምርምሮ። ብምሉእ ልብና ንኣምላኽ ስለ ዘፍቀርናዮ፣ ብምሉእ ነፍስና ንኣምላኽ ስለ ዘፍቀርናዮ፣ ብምሉእ ሓይልና ንኣምላኽ ስለ ዘፍቀርናዮ፣ ንዕኡ ጥራይ ከነኽብር ኣብ ውሽጥና ብፍቕሪ ኣምላኽ ስለ እተደረኽና እንተኾይኑ፣ ክመልሰና እዩ ሚስ ኣንደርስታንድ ክንገብሮ ከለና ነቲ መጽሓፍሲ ስቅ ኢሉ ኣይርእየናን እዩ ክገልጸልና እዩ ዘይተረደኣና ዘሎ መሲሉ እንተ ዝስመዓና ኮይኑ ክገልጸልና እዩ ዝኾነ ይኹን ነገር እንተ ሃልዩና ግና ካብ መጀመርትኡ ውን ንዕኡ ከነኽብሮ ዘይኮነስ ጉልባብ ናይ ኣምላኽ ኢልና ካልእ ከነተግብሮ ዘሎና ኣጀንዳ ስለ ዘሎና እዩ ማለት እዩ ስለዚ ዝተባህለ እተተባህለ እውን ኣይንሰምዕን ኢና፣ ዝተነግረ እተተነግረ እውን ኣይንሰምዕን ኢና ንኸውን ማለት እዩ። ስለዚ ከምዚኣቶም ዝኣመሰሉ ዓይነት ኣርባዕተ ቸርች ጋቨርናንስ ኣብ መጽሓፍ ቅዱስ ንረክብ ኢና፣ እባ ኣብ ታሪኽ ናይ ቤተ ክርስትያን ንረክብ ኢና። ነዚኣቶም ኩሎም ኣየናይ እሞ እቲ ቅኑዕ ኢልና እንክንርኢ ክንጅምር እንተድኣ ኮይና ቅድም ቀዳማይ ጢሞቴዎስ ሳልሳይ ምዕራፍ ቁጽሪ ሓደ ክሳዕ ዓሰርተው ሰለስተ፣ ቲቶስ ምዕራፍ ሓደ ቁጽሪ ሓሙሽተ ክሳዕ ትሽዓተ፣ ቀዳማይ ጴጥሮስ ምዕራፍ ሓሙሽተ ቍጽሪ ሓደ ክሳዕ ኣርባዕተ፣ ካብቲ ሰዋስኦም ጀሚርና ኸነጽንዖም ይግባእ። ነዚኣቶም ከነጽንዖም ከሎና ተጠንቂቕና እንታይ ዓይነት ቅዲ ኣመሓዳድራ ክንገብር ከም ዝግብኣና ኣይነግሩናን እዮም። እንታይ ዓይነት ሰባት ክንከውን ከም ዝግብኣና እዮም ዝነግሩና። ባህርናትኖም ናይቶም ኣብ ቤት ኣምላኽ ዘገልግሉ ሰባት ብዛዕባ ካራክተር ናይ ሰባት እዮም ዝዛረቡ እምበር ብዛዕባ ታይፕ ኦፍ ቸርች ጋቨርናንስ ኣይኮኑን ዝዛረቡ። ማለት እቶም ሰባት ጥዑያት እንተደኣ ኮይኖምሲ እቲ ምምሕዳር ናይ ቤተ ክርስቲያን ኣሸጋሪ ኣይኮነን ማለት እዩ። ስለዚ እግዚኣብሔር ኣምላኽ ብዛዕባ ናትና ካራክተር እዩ ደኣ ኣብኡ መምርሒታት ሂቡ ዘሎ እምበር እቲ ኣመሓዳድራስ ከመይ ይኹን ንዝብል ስቲል ክልተ ሰለስተ ትርጉም ክንበኖ እውን ንኽእል ኢና። እቲ ካራክተርና ከምቲ ኡ ዘሎ ዝብሎ ዘሎ ዓይነት ልክዕ እንተድኣ ተቐሪጹ ንክርስቶስ ክንመስል ኢና። ንክርስቶስ እንተድኣ ንመስል ኮይንና ናይ ክርስቶስ እምበር ናይ ርእስና ኣይንደልን ኢና። ኣብ ግዜ በዓል ሃዋርያ ጳውሎስ እኳ ኩላቶም ነናቶም እዮም ዝደልዩ ኢልዎም ኣሎ ሃዋርያ ጳውሎስ ነቶም መገላግልቱ።

ዓሰርተው ትሽዓተ ዋላ ንጀምሮ ብናይ ህልዋትኩም ከምታ ነፍሰይ ሓሲቡ ብንጹህ ልቢ ዝሓሊ ሓደ እኳ የብለን ሓደ እኳ የብለይን እሞ ኣነ ብዛዕባኻትኩም ፈሊጠ ምእንቲ ባህ ክብለኒ ቀልጢፈ ንጢሞቴዎስ ክሰደልኩም እየ ብጐይታና የሱስ ተስፋ እገብር ኣለኹ ኵላቶም ነናይ ርእሶም እዮም ዝደልዩ ነቲ ናይ ኢየሱስ ክርስቶስ ኣይኮነን። ገሊኦም ድማ ሕጂ ጢሞቴዎስ ነቲ ናይ ክርስቶስ እዩ ዝደሊ ናቱ ይደልኒ ግን ሉምሉም እዩ ጢሞቴዎስ ሉምሉም እዩ ነይሩ ተዳሃላይ ፈራሕ ጃጃውያይ ዓይነት ሰብ እዩ። ቲቶስ ብመንጽሩ ድማ ተባዕ፣ ደፋር፣ ዝኾነ ይኹን ክገጥሞ እየ ዝብል ዓይነት ሰብ እዩ ነይሩ። ካብቶም ምስ ጳውሎስ ዝኸዱ ዝነበሩ እዮም። ስለዚ ንቲቶስ ክልእኾ ከሎን ጢሞቴዎስ ዝኸበዶ ንኻልኦት ዝኸበዶም ንቲቶስ ዝሰዶ። ጢሞቴዎስ ሃቀና ልቡ ንጐይታ ጥራሕ ከኽብር እዩ፣ ግን ምስናይ እዚ ፈራሕ እዩ። ተጠንቀቑሉ ማእከልኩም ክኸውን ከሎ ኢሉ ሃዋርያ ጳውሎስ ደጋጊሙ ዝዛረበሉ እዩ ማለት እዩ። ማለት ተጐዳኣይ እዩ። ገሊኦም ሰባት ኣለዉ፣ ገሊኦም ቆልዑት ኣለዉ፣ ብቓልካ ጥራሕ እንተ ቐጻዕካዮም ውን ኣኺሉ ዝተርፎም፣ ገሊኦም ድማ ሃሪምካ ሃሪምካ ውን ዘይሰምዑ ድማ ኣለዉ። ንኹሎም ሓደ ዓይነት መቕጽዒ ጌርካ ኣይትቐጽዖምን ኢኻ። ስለዚ ጢሞቴዎስ ተመስኪርሉ ኣሎ ነቶም ካልኦት ግን ነናቶም እዮም ዝደልዩሎም ስለዚ ዝገበሩ እንተገበሩሲ ናቶም ኣጀንዳ ኣለዎም ናቶም ሓሳብ ኣለዎም ክፍጽምዎ ዝደልዩ ነገር ኣሎ እዚ ይኹን እቲ ስለዚ ብዛዕባቲ ካራክተር ክዛረብ ከሎ ናይ ክርስቶስ እምበር ናይ ገዛእ ርእስና ዘይንደሊ ክንከውን እሱ እቲ ከቕንዖ ዝደሊ ማለት እዩ ሓንሳእ ንሱ ምስ ኮነ እቲ ህይወትና ብድሕሪኡ ብዛዕባ እቲ ኣመራርሓ ናይቲ ቸርቺ ብዙሕ ጸገም ኣይክህልወናን እዩ ማለት እዩ። እምበኣር እቲ ቸርቺ ብግዲ ምምሕዳር ክህልዎ ኣለዎ፣ ብግዲ ኣመራርሓ ክህልዎ ኣለዎ። እዚ ዝኾነሉ ምኽንያት ዝተወሰኑ ነገራት ክን ሰለስተ ነገራት ርኢርእ ኣቢልና ክንሓልፍ ኢና እሞ ብኡ ክንሎሚ ክንዛዝሞ ኢና ማለት እዩ። ቀዳማይ መምርሒ ወይ ከኣ መትከል ብዛዕባ ቸርች ጋቨርናንስ ክንዛረብ ከሎና ኣብ ቸርች ኣገባብን ስርዓትን ክህሉ ተኣዚዙ ኣሎ። ኣኼባ ኣኼባና ከይንሓድግ ኣዚዙ ኣሎ። እብራውያን ምዕራፍ ዓሰርተ ቁጽሪ ዕስራን ሓሙሽተን ኣኼባኹም ኣይትሕደጉ ኢሉ ኣዚዙና ኣሎ። ገሊኦም ልማድ ከም ዝገብርዎ ኣኼባ ኣይትሕደጉ ክትእከቡ ከለኹም ድማ ንሓድሕድኩም ናብ ምፍቓርን ንሓድሕድኩም ናብ ምንቕቓሕን ኣቕልቡ ኢሉና ኣሎ። ስለዚ ክንእከብ ኣሎና፣ ክንእከብ ከሎና ነፍሲ ወከፍና እቲ ሓደ ኣማኒ ነቲ ሓደ ኣማኒ ንኸፍቅሮን ንኸፋጥኖን ንኸንቅሖን ኩላትና ሪቫይቭድ ዝኾንና ዓይነት ኣመንቲ ኮይንና ክንከይድ እሞ እዚ ናይ ነፍሲ ወከፍና እቶም ኣመንቲ ኣገልግሎት ከም ዝኾነ እዩ ነጊሩና። ክንእከብ ከሎናስ ነዚ ኢና ንመጽእ፣ ብኻልኦት ክንነቓቓሕ ንኻልኦት ከነነቓቕሕ ንመጽእ። ብኻልኦት ክንፍቀር ንኻልኦት ከነፍቅር ኢልና ኢና ንመጽእ። እዚ ከይትገድፍዎ እዚ ኣኼባ እዚ ይኹን ተኣዚዝና። ስለዚ ነዚ ኣኼባ እዚ ክንገብር ከሎና ስርዓት ክህሉ ተነጊሩና ኣሎ። ቀዳማይ ቀረንጦስ ምዕራፍ ዓሰርተ ኣርባዕተ ቁጽሪ ዕስራን ሽዱሽተን ክሳዕ ኣርብዓ ብዛዕባ እዚ እዩ ዝዛረብ። ክዛረብ ከሎ ክጅምር ከሎ ኣብቲ ምዕራፍ ዓሰርተ ኣርባዕተ ቁጽሪ ዕስራን ሽዱሽተን ኣሕዋተይ እንታይ ደኣ እዩ ክትእከቡ ከለኹም ይብለና እቲ ምእካብና ክውን ከም ዝኾነ ገይሩ ወሲድዎ ኣሎ ክትእከቡ ከለኹም እዚ ይኹን ኢሉ ካብኡ ንደሓር ዘለዉ ብምልኦም ዘርዚርዎም ኣሎ ማለት እዩ ኣብ ዕስራን ኣርባዕተን ጥቕስታት ካብኡ ጀሚሩ ክሳዕ ቍጽሪ ኣርብዓ ዘሎ ክዛዝሞ ከሎ ኣብ ቍጽሪ ኣርብዓ ድማ ግናኸ ኵሉ ደኣ ብስርዓትን በጋባብን ይኹን ኢሉ። እታ ስርዓት ኢልዋ ዘሎ ልክዕ ናይ ወተሃደር መስርዕ ዓይነት ዘስምዕ ቃል እዩ። ኣክችዋሊ እቲ ቃል ናይ ወተሃደር ቃል እዩ። መዓስ ትስእ መዓስ ትስለፍ ብኸመይ ትስእ ኩሉ መምርሒ እዩ ዝወሃበካ። ስለዚ ወተሃደር ምዃን ነቶም ገሊኦም ሰባት ኣጸቢቖም ሰልፍ ዲስፕሊን ዘለዉ ኣጸቢቑ እዩ ዝጎድኦም፣ ነቶም ገሊኦም ግን ኣዝዩ እዩ ዝጠቕሞም። ምኽንያቱ እቲ ህይወቶም መስርዕ ከትሕዝዎ ይገብሮም ማለት እዩ። ስለዚ እብዛ ዓዲ እቶም መንእሰያት ኣብ ኮለጅ ክኸዱ ከለዉ ከምዞም ኣትለቲክስ እንተደኣ ኮይኖም ናብ ሚሊታሪ እንተደኣ ከይዶም ዝያዳ ካብቲ ዝነበሮም ኮሚትመንትስ ይውሕድ ምስቲ ናይ ካልኦት ማዕረ ክገብሩ ክብሉ ከምኡ ክገብርዎም ማለት እዩ እቶም ርእሶም ስርዓት ዘየትሕዙ እሞ ዲስፕሊን ዘይብሎም ግን ናብኡ ምስ ከዱ ጽቡቕ ይኸዱ ማለት እዩ ስለዚ ዝኾነ ይኹን ወተሃደር ዝነበረ ኣብዚ ዓዲ ንማናጀርነት ኣጸቢቖም እዮም ዝደልይዎ ንፉዓት ማናጀራት እዮም። ዝኾነ ይኹን ምሊታሪ ዝነበረ ንፉዕ ማናጀር እዩ ዝኸውን። ኤክሲኪዩት ከመይ ጌርካ ከም እትገብር ሓደ ነገር ትፕላን ይፈልጡ እዮም። ምኽንያቱ ኣገባብ ወይ ከኣ ስርዓት ካብታ ዝተዓለሙላ ግዜ ኣትሒዞም ስለ ዝፈልጡ። ስርዓት ይብለና ኣሎ ኣብዚ ሕጂ ብዛዕባ ኣበየናይ ግዜ ብቋንቋ ትዛረብ፣ ኣበየናይ ግዜ ትንበ፣ ኣበየናይ ግዜ መልእኽቲ ተመጸልካ፣ ኣበየናይ እንታይ ክዛረብ ከሎ እዩ እቲ ስርዓት ኢልዎ ዘሎ። ስለዚ ስርዓት እንተድኣ ኣሎ ኮይኑ ስርዓት ዘትሕዝ ኣካል ክህሉ ኣለዎ። እቲ ስርዓት ዘትሕዝ ኣካል ድማ ስልጣን ክህልዎ ኣለዎ። ብግዲ ምምሕዳር የድሊ እዩ ማለት እዩ። ስርዓት እዚ ተድኣ ሃልዩ እሞ ነዚ ዘተግብር ኣካል ኩላቶም ኣውቶሪቲ ከም ዘለዎ ዝፈልጥዎ ዘየሎ እንተድኣ ኮይኑ እዚ ክፍሊ መጽሓፍ ቅዱስ እዚ ኣብቲ ጉባኤና ትርጉም ዘይብሉ ክኸውን እዩ ማለት እዩ። ስለዚ ነዚ ክንእከብ ከለና እዚ ክንገብሮ እንተድኣ ኮይንና ብግዲ ቸርች ናይ ቸርች ምምሕዳር ክህልወና ኣለዎ። ኣበየናይ ግዜ መባእ ንእክብ፣ ኣበየናይ ግዜ ይስበኽ፣ ኣበየናይ ግዜ ይዝመር፣ ኣበየናይ ግዜ ትንቢት ይመሓላለፍ፣ ኣበየናይ ግዜ ምግላጻት ይመጽእ፣ ኣበየናይ ግዜ እንታይ ይኸውን ኩሉ ስርዓት ዘትሕዝ ኣካል ክህሉ ኣለዎ ክንእከብ ከሎና። ካበይ ተበጊስና ናበይ ንኸይድ? መን ናይ መርዓ ስነ ስርዓት ይገብር? መን ናይ ቀብሪ ስነ ስርዓት ይገብር? መን ቆልዑት የወፊ? ኦን ኣን ኦን ማለት እዩ። እዚ ዝመርሕ ኣካል ክልሎ ተዘየሎ እቲ ስርዓት ኢልና ዘሎ ኣይክህሉን እዩ ማለት እዩ። ተዘየሎ ግን እቲ ብስርዓትን በገባብን ይኹን ዝበለና ቃል ከነተግብሮ ከሽግረና እዩ ማለት እዩ። እንታይ ድማ ክንከውን ኢና? ነፍሲ ወከፍና ቅኑዕ ኰይኑ ዝተራእየና ዘበለ ንሱ ቅኑዕ ኢና ክንብል ኢና። መምርሒ ንቕበል፣ መምርሒ ንእዘዝ፣ ክንድቶም ዝብዝሕና ክንድኡ ሓሳብ ዘሎና፣ ኵላትና ገና ንምዕራብ፣ ገና ንምብራቕ፣ ገና ንሰሜን፣ ገና ናብ ከብዚ ንኸይድ ዓይነት ኢና ክንከውን፣ ዋላ ሓንቲ ድማ ክንፍጽም ኣይከኣለናን እዩ። እዚ ኣብ ቤት ኣምላኽ እዩ ዘሎ። ብኣገባብ ዘይከይድ ወተሃደር ኣይዕወት፣ ብኣገባብ ዘይከይድ ካምፓኒ ኣይዕወት፣ ብኣገባብ ዘይከይድ ቤት ትምህርቲ ኣይዕወት፣ ኩሉ ብኣገባብ ዘይከይድ ሃገር ኣብ ዝበጽሖ ነገር የብሉን። ስለዚ እቲ ስርዓት ኣብ ቤት ኣምላኽ በጺሑሲ መራሕን ተመራሕን ኣገባብን ዘይብሉ ኮይና ክንከይድ ኣይንኽእልን ኢና፣ ቅድም እኳዳስ ኣብ ቤት ኣምላኽ እዩ ተባሂሉ። ስለዚ እዚ ፕሪንስፕል እዚ ተዋሂቡና ስለዘሎ ንዑኡ ዘተግብር ኣካል ክህልወና ኣለዎ። ካልኣይ ዘሎና ከነቕልበሉ ዘሎና ድማ ኩላቶም ኣመንቲ ካህናት እዮም። ካህን ማለት በቲ ቋንቋ ናይ ትግርኛና ካብቲ ካሆን ዝብል ቃል ናይ እብራይስጢ ዝመጸ እዩ። ካሆን ማለት ድማ ምቛም ማለት እዩ። ስለዚ ኣብ ቅድሚ ኣምላኽ ዝቐውም ማለት ክኸውን ከሎ ብዘይ ማእከላይ ብዘይ ኣማላዲ ምስ ኣምላኽ ብግልኻ ርኽክብ ትገብር ካብኡ ትሰምዕ ትጽሊ ጸሎትካ ይሰምዓካ ይዛረበካ ትሰምዖ መጽሓፍ ቅዱስ ተንብብ ይርድኣካ ድምጺ ኣምላኽ ትሰምዕ ኣምላኽ ከምዚ ይብለካ ኣሎ ኢልካ ካልእ ዘይኮነስ ኣምላኸይ ከምዚ ኢሉኒ ኢልካ ክትመርሓሉ እትኽእል ዓይነት ህይወት ምስ ኣምላኽ ከምኡ ርኽክብ ኣሎና። ስለዚ ኩላትና ካህናት ኢና። ኣብ ቀዳማይ ጴጥሮስ ምዕራፍ ክልተ ቁጽሪ ሓደ ክሳዕ ዓሰርተ ካህናት ከም ዝኾንና ኩላትና ኣመንቲ ይነግረና። ኣብ ራእይ ዮውሃንስ ምዕራፍ ሓደ ቁጽሪ ሓሙሽተ ሽዱሽተን ካህናት ከም ዝኾንና ነጊሩና ኣሎ። ኣብ ራእየ ዮሃንስ ምዕራፍ ሓሙሽተ ቁፅሪ ትሽዓተ ጀሚርና ነዚ ክነንብቦ ኢና። ራእየ ዮሃንስ ሓምሻይ ምዕራፍ ንሳቶም ከዓ ተሓሪድካስ ብደንካ ካብ ብዘሎ ዓሌታትን ቋንቋታትን ህዝብን ኣህዛብን ንኣምላኽ ዝኾኑ ሰባት ዓዲግካሉ ኢኻ። ንኣምላኽና ዝኾኑ መንግስትን ካህናትን ገቢርካዮም፣ ኣብ ምድሪ ድማ ክነግሱ እዮም እሞ፣ ንስኻ ነቲ መጽሓፍ ክትወስዶ፣ ነቲ ማሕተም እውን ክትፈትሖ ብቑዕ ኢኻ እናበሉ ሓድሽ መዝሙር ዘመሩ ይብለና። ብደም ናይቲ ገንሸል ዝተዓደጉ ዘበሉ ኩላቶም ካህናት እዮም ይብለና ኣሎ። ኣብዛ ምድሪ እዚኣ ድማ ተመሊሱ ክርስቶስ ክመጽእ ከሎ ክነግሱ እዮም። ስለዚ ዝደሓነ ዘበለ ብደም ናይቲ ገንሸል ዝተዓደገ ዘበለ ኩሉ ካህን እዩ ማለት ቀጥታ ምስ ኣምላኽ ክራኸብ ይኽእል እዩ። ናብ ኣምላኽ ተናዚዙ ሕድገት ሓጢኣት ክረክብ ይኽእል እዩ። ብኻልእ ገሩ ሓጢኣቱ ክሕደገሉ ይቕሬታ ክልምን ማእከላይ ኣየድልዮን እዩ ሓደ ማእከላይ እዩ ዘሎ ንሱ ድማ የሱስ ክርስቶስ እዩ ስለዚ ኩላትና ካህናት ኢና ኣገባብ ዘትሕዝ ክህሉ ኣለዎ ክንብል ከለና ንሕና እንተ ዘይኮይኑሲ ድምጺ ኣምላኽ ክትሰምዑ ኣይትኽእሉን ኢኹም፣ ንሕና ጥራሕ ኢና እንፈልጠልኩም ክንብሎም ከም ዘይንኽእል እቶም መራሕቲ ድማ ክንፈልጥ ኣለና ማለት እዩ። ስለዚ ካብ ሓዲኡ ወይ ናብዚ እንተ ደኣ ከይድና ወይ ከኣ ናብዚ እንተ ደኣ ከይድና እንታይ ኢና ንኸውን ማለት እዩ? ጎቦድ ዘብል ኢና ንኸውን። እቲ ጎቦድ ዘብል ድማ ኣምላኽ የብሉ ወዲ እውን የብሉን ኢልና ኣብ መልእኽቲ ዮሃንስ ነውጽእ። ኣብ ካልኣይ መልእኽቲ ዮሃንስ ሓንቲኣ እታ ምዕራፋ ቁጽሪ ትሽዓተ እቲ ጎበዝ ዘብል ብምህሮ ክርስቶስ እውን ዘይጸንዕሲ ኣምላኽ የብሉን እቲ ኣብቲ ምህሮ ዝጸንሕ ንሱ ኣቦን ወድን ኣለዎ ስለዚ ባላንስ ክንሕሉ ጎቦ ከይንዘብል እዙዛት ኢና ኣብ መጽሓፍ ቅዱስ ኣብቲ ሰንተር ክንጸንሕ ማለት እዩ ወይ ናብዚ ጫፍ ዝገጽና ከይከና ወይ ከኣ ናብዚ ጫፍ ዝገጽና ከይከና ነቲ ሓደ ክንሕዝ ክንብል ነቲ ሓደ ከይደርበና ነቲ ሓዘ ክንሕዝ ክንብል ነቲ ሓደ ከይደርበና ነቲ ኣብቲ ማእከል ባላንስ ሒዝና ክንከይድ ክንክእል ኣለና ማለት እዩ። ስለዚ ምምሕዳር ክበሃል ከሎ ደመሓድር ስልጣን ዘለዎ ኣሎ ክበሃል ከሎ ድማ ካህናት ከም ዝኾኑ ነፍሲ ወከፍ ኣመንቲ ኣምላኽ ክዛረቦም ከም ዝኽእል ድምጺ ኣምላኽ ክሰምዑ ከም ዝኽእሉ ድማ ፈጺምና ንኽሕድ ከይንኸውን ማለት እዩ። ኣምላኽ ክዛረቦም። ይኽእል እዩ። ነቲ መጽሓፍ ቅዱስ ኣንቢቦም ተረዲኦም ምስ መሃርና ተጋጊኻ ኢኻ ኣብዚኣ ክብሉና ይኽእሉ እዮም፣ እቶም ንመርሕ ዘለና ማለት እዩ። ሽዑ ተሃዊኽና ከይመለስና ማይ ዝሑል ሰቲና ቀስ ኢልና ብኸመይ ከም ዝተጋገና ክንሪኦ ይግባእ ማለት እዩ። How you dare ዓይነት ከይበልና ማለት እዩ። ንዓይ ተጋጊኻ ኢኻ ትብለኒ የብልናን። ሳልሳይ ክንክተሎ ከነቕልቦ ዘለና ፕሪንስፕል ወይ ከዓ መምርሒ ነፍሲ ወከፍ ኣማኒ ውህበት ፀጋ ኣለዎ። ነፍሲ ወከፍ ኣማኒ ኣምላኽ ዝሃቦ ውህበት ኣለዎ። ኣብቲ ቤት ኣምላኽ ድማ በቲ ውህበቱ ከገልግል ኣምላኽ ትጽቢት ይገብረሉ እዩ። ነፍሲ ወከፍ ሰብ ውህበት ከም ዘለዎ ኣብ ሮሜ ምዕራፍ ዓሰርተው ክልተ ቁጽሪ ሓደ ክሳዕ ሸሞንተ ተነጊሩና ኣሎ። ኣብ ቀዳማይ ቀረንቶስ ምዕራፍ ዓሰርተው ክልተ ቁጽሪ ሓደ ክሳዕ ሰላሳን ሓደን ዘሎ ተነጊሩና ኣሎ። ኣብ ኤፈሶን ምዕራፍ ኣርባዕተ ቁጽሪ ሓደ ክሳዕ ዓሰርተ ሽዱሽተ ዘሎ ተነጊሩና ኣሎ። ኣብ ቀዳማይ ጴጥሮስ ምዕራፍ ኣርባዕተ ቁጽሪ ዓሰርተን ዓሰርተ ሓደን ነዚ ኣውጺእና ከነንብባ ኢና። ነፍሲ ወከፍ ከምቲ እተቐበሎ ውህበት ጸጋ፣ ከም ሕያዎት መገብቲ ናይታ ብዙሕ ዝዓይነታ ጸጋ ኣምላኽ ንሓድሕድኩም ኣገልግሉ። ነፍሲ ወከፍ ውህበት ጸጋ ተቐቢሉ እዩ፣ ነፍሲ ወከፍ ከገልግል እዙዝ እዩ። ናይታ ብዙሕ ዝዓይነታ ጸጋ ኣምላኽ መጋባይ እዩ። ስለዚ ነፍሲ ወከፍና ኣሰለፍቲ ናይታ ብዙሕ ዝዓይነታ ጸጋ ኣምላኽ ኢና ማለት እዩ። ካብ ኣምላኽ ተቐቢልና ነቲ ህዝቢ ኣምላኽ እንህቦ ነገር ኣሎና። ዘይተቐበለ የልቦን፣ ከይሃበ ንውህበቱ ከይተጠቐመሉ ክኸይድ ዝግባእ ሰብ ድማ ክህሉ ኣይክእልን እዩ፣ እንተ ሃለወ ነዛ ትእዛዝ እዚኣታ ኣገልግሉ ኢልዋ ኣሎ፣ ኢምፐራቲቭ ሙድ እያ፣ ኢትስ እ ኮማንድ። ሓጢኣት እዩ። ውዒሉ ሓዲሩ ኣብ ቅድሚ ኣምላኽ ከይተዘልፈ ስቕ ኢሉ ኣይክሓልፍን እዩ። እዚኦም ሰለስተ ዓይነት ፕሪንስፕላት እዚኣቶም ምስ ወሰድና እምበኣር ሕጂ ነፍሲ ወከፍ ውህበት ካብ ሃለወ ዘገልግል ካብ ኮነ፣ ነፍሲ ወከፍ ካህን ካብ ኮነ፣ እሞ ድማ ድምጺ ኣምላኽ እውን ዝሰምዕ ቃል ኣምላኽ ኣንቢቡ ዝርዳእ ካብ ኮነ፣ ብኣገባብ ብስርዓት ክድከይድ ከም ዝግበኣና ድማ ካብ ነገረና ቸርች ጋቨርናንስ ክህልወና ብግዲ እዩ ማለት እዩ። ነትን ከይደርበና ነትን ከይደርበና ንኹሉ ሒዝና ካብዚ ተበጊስና ሽዱሽተ ኣብ መጽሓፍ ቅዱስ ዘለዉ ዝረኸብናዮም መርኣዪ ወይ ከኣ ፓተርን እዚኣ ክትሕዙኒ ይደሊ ኣለኹ ማለት እዩ። ስለዚ ፓተርን ኢና ንብል ዘለና። እየ ዝብል ዘለኹ። እዛ ትምህርቲ እዚኣ ምስ ወዳእናያ ኣብ መጽሓፍ ቅዱስ ከምዚ ግበሩ ተባሂሉ ብትእዛዝ ዝተዋህበ ትምህርቲ ዘይኮነስ ከነንብብ ከለና ከም ሂስትሪ ኣብኡ እታ ቀዳመይቲ ማሕበር እትነብረሉ ኣብኡ ተጠቒሱ ዘሎ ዓይነት ፓተርን ክንወስድ ኢና ማለት እዩ። ንዓኣተን ምስ ወሰድናየን ብኣኣ ሒዝና ደሓር ክንከይድ ኢና ማለት እዩ ስለዚ ካብ ጽባሕ ጀሚርና ነዘን ሽዱሽተ ንቀዳመይቲ ጀሚርና ክንከይድ ኢና ክንዲ ሰዓት እዚ ዝበጻሕናዮ ማለት እዩ ክሳዕ ሕጂ መእተዊ ዝኸውን ገርና ኣለና ኣብዛ ቀዳመይቲ መዓልቲ ኣብዚ ክኣኽለና እዩ ነተን ናይ ጽባሕ ጀሚርና እታ ቀዳመይቲ ካልኣይቲ እናበልና ክንከይድ ኢና ሆፍሊ ክሳዕ ሰንበት ንውድእን ንኸውን ንሽዱሽቲኤን ከምኡ እንተኾይኑ ድማ ነተገለገሊ ቅልጥፍ ቅልጥፍ ኢልና ክንከይድ ኢና ሕቶ እንተለኩም ነቶም ካብ ዓሰርተ ደቂቅ ዓሰርተ ክልተ ደቂቅ ኣሎና ማለት እዩ ሕቶ ኣለና ሕራይ በቲ ናይ ኤጲስኮፓል ዓይነት ኣመራርሓ ኤጲስኮፓል ማለት ብሓፂሩ መዓስ እዩ ኣባና ቀሺ ወይ ዲያቆን ወይ ፈላሲ ፈረስ ዝበሃል ብዝሙት ተደኣ ተረኺቡ ዋላ ሰበይቱ ምስ ሞተቶ ካልእ ሰበይቲ ተደኣ ተመርዕዩ ዝተወሰና ነገር ኣሎ ፈረስ ዘብሎ ማለት እዩ ካብኡ ሓሊፉ ግን በቲ ካልእ ግን ፈረስ ኣይበሃልን ስለዚ እታ ቸርች ናብቲ ስርዓት ኣቢላ እናኸደት ምስ ከደት ኣጸቢቓ ሊጋሊስቲክ ስለ ትኸውን ነቲ ብዙሕ ኣብኡ ዘሎ ኣይትኽተሎን እያ ማለት እዩ ስለዚ ዝወርድሉ በቶም ናይ ኤጲስኮፓል እንተ ኣለዉ ኮይኑሲ እዞም ኩሎም ቆልዑት ኣቢዝ እንዳ ገብሩ ከለዉ ምሽ ትጣበቀሎም ኣላ ካቶሊክ ካቨር ኣፕ ክንደይ ግዜ ንቆልዑት ሞለስት ከም ዝገብሩ ነቶም ዘዕብይዎም ዘለዉ ቆልዑት ወላ ነቶም ደቂ ተባዕትዮ ከም ዝዕምጽዎም ሆሞሰክሽዋል ዓይነት ከም ዝገብርዎም እናፈለጡ ከለዉ ከየውረድዎም ብካልእ ምስ ተጋለጹ ጥራሕ እዮም ደኣ ዝዛረቡ እምበር እቶም ካቨር ክገብርሎም ዝጸንሑ ኣብትሕቲ ኣብ ልዕሊኦም ዘለዉ ኩሎም እናፈለጡ ስቅ ዝበልዎም ኣብቲ ኒውስ ሪኢናዮ ኣለና ሓቀይ ስለዚ እቲ ናይ ኤፒስኮፓል እታ ቸርች ናብቲ ስርዓት እምበር ኣብቲ ህይወት ናብ ዘይኮነ ክትከውን ከላ ምስታ ኣይከውን እዩ። ኣብዚ ግን ዝዛረብ ዘሎ መጀመርታ ናብቲ መሪሕነት ከተደይቦ ከለኻ ክኸውን ዘለዎ እቲ ካራክተር እሞ እታ ቀዳመይቲ ቸርች እንዲና ንርኢ ዘለና ብዛዕብኡ ዳሕራይ ክንዛረብ ኢና እተን ኣብቲ ኣመራርሓ ግን ናይ ኤፒስኮፓል ቸርች እዩ ዘሎ እሱ ፅቡቅ ተዝኸውንሲ ሪፎርሞሽን ኢሎም በመበል ዓሰርተ ሽዱሽተ ክፍለ ዘመን እቶም ኣብ ኢውሮጳ ኣይምተንስኡን ኣባና እውን ክንደየኖት ከምትፈልጥዎን ድሕሪ እምበር በዓል ኣባ እስቲፋኖስ ዝበሃሉ ኣክችዋሊ ንበዓል ማርቲን ሉተር ከባቢ ቴስዓ ዓመት ሚእቲ ዓመት ቀዲመምዎም ዝተንስኡ ነይሮም ወዲ ዓጋመ እዮም ወንጌል ሰቢኾም ዘገርም ዓይነት ወንጌል ሰቢኾም ማለት እዩ ኣብ መበል ዓሰርተው ኣርባዕተ ክፍለ ዘመን ክሳዕ ኢትዮጵያ እውን ከይዶም ብዙሕ ስደት መከራ በፂሕዎም ተቐቲሎም ደቂ ስቲፋ ዝበሃሉ ክሳዕ ሕጂ ኣለዉ ጮራ መፅሄት ዝበሃል ኣብ ኣዲስ ኣበባ የሕትሙ እዮም ክሳዕ ሕጂ ማለት እዩ ናቶም ዝታይ ኣለዎም ኣብቲ ግዜ እቲ ዝተጀመረ ማለት እዩ ስለዚ እቲ ጽቡቕ ህይወት ዘለዋ ተዝኸውንሲ ካብተን ቸርችታት ከምኡ ኢሎም ኣይምወጹን። እዞም ሕጂ ከንሻ ኮይኖም ዘለዉ ድማ ኣቕሽሽቲ ናይ ኦርቶዶክስ እዮም ነይሮም። ፈለስትን ኣቕሽሽትን ናይ ኦርቶዶክስ እዮም ከንሻ ጀመርዎ። በዓል ኣባ መዓሾ ዝበሃሉ ፈላሲ ኣብ እንዳስላሴ ዝነበሩ፣ ኣቕሽሽቲ ናይ ጸዓት ዘጋ ዝነበሩ፣ ገሊኦም ግእዝ ሓድሽ ኪዳን ኣንቢቦም፣ ገሊኦም ናብ ኣምሓርኛ ዝተተርጎመ መጽሓፍ ቅዱስ ኣባ ኣብርሃም ዝበሃል ወዲ ጎጃም ዝተርጎምዎ ንዕኡ ኣንቢቦም እዮም በዝን በዝን በዝን በዝን በዝን ስሒትና ኣለና ንመለስ ኢሎም ቻለንጅ ገረሞም ክሳዓብ ደብረ ቢዘን ከይዶም ነዊሕ ክርክር ገሮም ተማጊቶም ረቲዖምዎም ምስ ረትዕዎም ደቂ ሓወቦኹም ቅተሉ ኢሎሞም እቶም ደቂ ሓወቦኦም ክቀትልዎም ምስ ደለዩ ካብ ዓዶም ሃዲሞም ናብ ግዝኣት ቱርኪ እዩ ነይሩ ናብ በዓል ባጽዕ ገጹ ናብኡ ሃዲሞም ከይዶም ኣሰር ሰለስተ ዓመት ኣብኡ ጸኒሖም ጣልያን ምስ ሓዞ እዮም ንዓዶም ተመሊሶም ክኣምለሱ ተፈቂድሎም ማለት እዩ ስለዚ እተን ቸርችታትሲ ስለ ዝነበረን ኮምኡ'ዩ እቲ ተሓድሶ ዝበሃል ዝመጸ ካብቲ መስመር ስለ ዝወጻኤን ማለት'ዩ ስቅ እብልኦም ፈተውቲ ገንዘብ ከም ዝኮኑ ናፈለጣ ከለዋ ስቅ እብልኦም ማለት እዩ ሓንሳእ ምስ ተቀብኡ እተን ዝተወሰና ፈረስ ዘብልኦም ክሳዕ ዝርከባ በቲ ካልእ ብዙሕ ኣይከታተልዎን እየ። ካልእ ሕራይ ናብቲ ሮሜ ምዕራፍ ዓሰርተው ክልተ ቁጽሪ ሓደ ጀሚርና እንተድኣ ከይድና ብዛዕባ ብውህበትና ምግልጋል ድሕሪ ምድሓንና ቀዳማይ ስጋኹም ንኣምላኽ ህያውን ቅዱስን ባህ ዘብልን መስዋእቲ ጌርኩም ኣቕርብዎ ኢልና፣ ቅድሚ ቅድሚ ምግልጋልና ማለት እዩ። ካልኣይ ብምሕዳስ ሓሳብኩም ተለወጡ ኢሉና። ሳልሳይ ነዛ ዓለም እዚኣ ኣይትምሰልዋ ኢልና። ራብዓይ ብድሕሪኡ ክነግረና ከሎ ፍቓድ ኣምላኽ እንታይ ከም ዝኾነ ፍለጡ ኢሉና። ድሓር ክወርድ ከሎ ሽዑ ውህበታት ክዛረብ ይጅምር። ኣብ ዘይቦታኻ ትኣቱ ከይትህሉ ዓይነት እብለና ማለት እዩ ዘይ ዓቅምኻ ትሓስብ ክይትህሉ እንዳለ የጠንቅቅ ማለት ስለዚ እታ ዝተቀበልናያ ሁቦት ኣምላኽ ዝሃበና ብኣኣ ከነገልግል ይነግረና ስለ እዚኣተን እንተ ጌርናየን እዘን ኣርባዕተ ሰለስተ ኢንስቲቱሽን እዩ እግዚኣብሄር ተኺሉ ቀዳማይ ሓዳር ካልኣይ ሃገር ሳልሳይ ቤተ ክርስትያን ኣበየናይ ካብዚኣተን ከተገልግል ከም ዝተዋህበካ ክትፈልጥ ትኽእል ኢኻ ስለዚ ኣብ ካብዚኣተንሲ ኣብቲ ውን ክኸውን ይኽእል እዩ ኣብቲ ውን ክኸውን ይኽእል እዩ ኣብ ማሕበር ክትመጽእ ከለኻ ጥራሕ ትዕጠቕ እሞ ኣብቲ ከድካ ከተገልግል ውን ክኸውን ይኽእል እዩ እቲ ኣምላኽ ዝህበካ ዘሎ ኣየናይ ከም ዝኾነ ምስ ፈለጥካ ክትነግሮም ትኽእል ኢኻ ግን ኣይሕባእን እዩ እቲ ውህበት ሓድሽ ተኽለ ኣይኹን ዝብለና ኣሎ ቃል ኣምላኽ ናብኡ ናብቲ ብውህበትና ክነገልግል ብዙሕ ዝብለና ኣሎ እሱ እንተ ኣስተብሃብሉሲ ባዕሎም ደልዮም እዮም ንዓ ዝብሉኻ ክሳዕ ትዛረብ እውን ኣይትጸንሕን ኢኻ ይወጽእ እዩ ይገሃድ እዩ ደፊኡ እዩ ዝመጽእ። ደሓር ፍረ ድማ እዩ ዝረኤ በቲ ዝገበርካዮ ሓደ ንሓደ ክትራኸብ ከለኻ ብዝገበርካዮ ዓይነት ኣብኡ እቲ ፍረ ግሁድ እዩ ዝኸውን እቲ ፍረ እውን እዛረብ እዩ ምስክርነቱ ብኹሉ እውን ህልዎ እዩ ግን ናብቶም ዝመርሑ ዘለዉ እውን ከይድካ ክትዛረብ ትኽእል ኢኻ ከምዚ እዩ እግዚኣብሄር ኣብቲ ልበይ ዘሎ እሞ ብምንታይ ካውንስል ትገብሩኒ ብምንታይ ከ ትሕግዙኒ ውን ክትብል ትኽእል ኢኻ ማለት እዩ። ስለዚ ካብኡ ንደሓር ስቴፕ ባይ ስቴፕ ክመርሑኻ ክመርሕዎ ይኽእሉ እዮም ማለት እዩ። ከምቲ እቲ ኣገልግሎት ግዜ ወስድ እዩ ንኸምዕብል ኣብዚ ዓዲ ክዛረቡ ከለዉ ኣምላኽ በቲ ዝጸወዓካ ብምልኣት ንኸተገልግል ከባቢ ዕስራ ዓመት የድልዮ እዩ ክሰርሓካ እዮም ዝብሉ። ስለዚ ወዲ ዕስራ ተደኣ ጀሚርካዮ ወዲ ኣርብዓ ክሳዕ ትኸውን ኣብ ትሕቲ ካልኦት ኮንካ ከተገልግል ኣሎካ ማለት እዩ። ቢውልድ እናገበርካዮን እናተሃነፅካ እናተሃነፅካ እናተሃነፅካ ትኸይድ ከባቢ ወዲ ኣርብዓ ክትከውን ከለኻ ግን ንስኻ ንኻልኦት እውን ኣብ ትሕቴኻ እናዕበኻ ተገልግል ዓይነት ትኸውን ማለት እዩ ስለዚ ከምኡ ዝኣመሰለት ፕሮሰስ ኣለዎ ግን እቲ ውህበት ባዕሉ እዩ ዝገሃድ ይወፅእ ብርህቲ ድያ ሕራይ ኣብቲ ነብያትን ሃዋርያትን ዝብል ግን እቶም ውህበታት ኣብ ኤፌሶን ዘለዉ ሃዋርያት ኣለዉ፣ ነብያት ኣለዉ። እወ ብዛዕባኦም ሕጂ እቶም ሃዋርያትን ነብያትን ክንመጽእ ከሎና ብውሕዱ ኣርባዕተ ዓይነት ሃዋርያት ኣብ ሓድሽ ኪዳን ኣለዉ። ቀዳማይ ዓይነት ሃዋርያ መዳርግቲ ዘይብሉ የሱስ ክርስቶስ እዩ። ዕብራውያን ምዕራፍ ሰለስተ ቁጽሪ ሓደ ሃዋርያ ናይ ምእማንና ሃዋርያ ኢልዎ ኣሎ ንየሱስ ክርስቶስ። ስለዚ ማዕርኡ ማዕሪኡ ዝኾነ ሃዋርያ ዝኾነን ማዕሪኡ ዝተቐብኤን ሰብ የልቦን። ሓደ ካልኣይ መሰረት ዝስርቱ ፋውንደሽናል ንብሎም ሃዋርያት ኣለዉ። እቶም ዓሰርተው ክልተ ከም በዓል ጳውሎስ እውን ዝኣመሰሉ እዚኣቶም ፍሉይ ዝኾነ ቅብኣት ኣለዎም መሰረት ክስርቱ ብፍላይ እቲ መሰረት ኢልዎ ዘሎ እቲ መሰረታዊ ትምህርቲ ካብ ኣምላኽ ዝተቐበሉ እዮም ማለት እዩ። ካልኦት ነትሳቶም ምስ ተቐበልዎ ኢና ንምህር። ክንምህር ከለና ውን ብትኽክል እንተዘይምሂርናዮ ብትኽክል ከምዘይምሃርና ንዝለፍ ኢና ማለት እዩ። ስለዚ ነብያትን ሃዋርያትን ኣብ ኤፌሶን ምዕራፍ ክልተ ኢልዎም ደሎ እቶም መሰረት ኣብ መሰረት ኣብቲ ናይ ትግርኛና ነብያትን ሃዋርያትን ኢልዎ ኣሎ ግን ኣብቲ ናይ ግሪኽ ክዛረበሉ ከሎ ሃዋርያትን ነብያትን እቲ ሃዋርያት እቕድም ስለዚ ኣብ ናቶም መሰረት ኢና ተሰሪትና ዘለና ክብለና ከሎ ነቲ ሓድሽ ኪዳን ንሳቶም እዮም ተቐቢሎምዎ ትምህርቲ ናይ ክርስትና ንሳቶም እዮም ተቐቢሎምዎ ንሕና ኣብቲ ንሳቶም ዝተቐበልዎን ዝጸሓፍዎን ንዕኡ ተኸቲልና ኢና ንምህርን ነገልግልን ማለት እዩ ስለዚ ካልኣይ ዓይነት ሃዋርያት እዚኣቶም ኣሎ ብትሕቲኦም ካልኦት ሃዋርያት ዝተብሃሉ ኣብ ሓድሽ ኪዳን ብጀካ እቶም ዝተወሰኑ እቶም ፋውንደሽናል ዘይኮኑ ውን ኩሎም ዕስራን ገለን ዝኾኑ ሃዋርያት ተጠቒሶም ኣለዉ። ጢሞቴዎስ ሃዋርያ ተባሂሉ ኣሎ፣ ሲላስ ሃዋርያ ተባሂሉ ኣሎ፣ ባርናባስ ሃዋርያ ተባሂሉ ኣሎ፣ ካልኦት ውን ሃዋርያት ተባሂሎም ኣለዉ። እዚኣቶም ፋውንደሽናል ኣይኮኑን። ስለዚ ኣብ መንጎ እቶም ፋውንደሽናል ንብሎምን ኣብ መንጎ እቶም ካልኦትን ፍልልይ ኣሎ። ብሳልሳይ ደረጃ እንተድኣ ወሲድናዮም ድማ ማለት እዩ ሕጂ ኣብዚ ዘለናዮ ዘመን ሃዋርያት እንተድኣ ክህልዉ ኮይኖም ኣብቲ ደረጃ ናይ በዓል ጳውሎስ ኣይኮኑን። ስለዚ ኢና ሕጂ ንመሓመድ ነብይ ሓሶት ንብሎ። ስለዚ ኢና ንጆሴፍ ስሚዝ ናይ ሞርሞን ነብይ ሓሶት ንብሎ። ንባሁላ ነብይ ሓሶት ንብሎ ናይ በሃይ ዝመስረተ ሓድሽ ረቨለሽን ኣምላኽ ሂቡና እዩ ኢሎም ምስ ዝጋጮ ተቐቢልና ኢና ካብ ኣምላኽ ኢሎም ማለት እዩ። ስለዚ ፋውንደሽናል ስለዘይኮኑ በቲ ፋውንደሽን ተለኪዑ ትኽክል ዘይኮነ ምስ ተረኽበ ተነጺጎም ማለት እዩ። ከምኡ ዝኣመስለ እዩ። ስለዚ ሕጂ እቶም ዘለዉና ኩላትና ንምርመር ኢና ማለት እዩ፣ ንፍተን። ትኽክል ምስቲ ቃል ኣምላኽ ሓደ ዝኸይድ እንተድኣ ኮይኑ ትምህርትና ይሓልፍ፣ ብኡ ዘይከይድ እንተድኣ ኮይኑ ግን ንዝለፍ ማለት እዩ። ስለዚ ሃዋርያት ኣለዉ፣ ፋውንደሽናል ግን ኣይኮኑን ኣብዚ ግዜ እዚ ዘሎ ማለት እዩ ስለዚ እቶም ናይ ሃዋርያትን ናይ ነብያትን ናይ ወንጌላውያንን ናይ ጓሶትን መምሃራንን ኣበይ እዩ ኣገልግለቶም እንታይ እዮም ዝገብሩ ሕጂ እንተ ኣልዮም ከ ንዝብል እንተ ኮይኑ ግን ንሕና ነዛ ትምህርቲ እዚኣ ቅድሚ ስታይ ምግባርና ቅድሚኣ ብዛዕባ ውህበታት ዝምሃር ካልእ ትምህርቲ ሓሊፍናዮ ኢና ኣብቲ ካልኣይቲ እያ እዚኣ ክትከውን ዝግባኣ ማለት እዩ እቶም ውህበታት ገሊኦም ተንቀሳቀስቲ እዮም ገሊኦም ቀወምቲ እዮም። እቶም ተንቀሳቐስቲ ከም በዓል ሃዋርያት ከም በዓል ነብያት እንተድኣ ኮይኖም ኣብ ሓንቲ ቸርች ዝሕጸሩ ኣይኮኑን ናብ ብዙሓት ዝንቀሳቐሱ እዮም። እቶም እዚኦም ሕጂ ንዛረበሎም ዘሎና ግን ኣብታ ቸርች ቀወምቲ ኮይኖም ብዛዕባ ዘገልግሉ ኢና ንዛረብ ዘለና። ብዛዕባ ምቕባእ ግን ክቐብኡ ነቲ ኣምላኽ ዝጸውዖ ኣምላኽ ውህበት ዝሃቦ ከም ዝጸውዖ ዝነገረሉ ሰብ ኢዶም ኣንቢሮም ክፈልይዎ ይኽእሉ እዮም፣ ከምታ ኣብ ግብሪ ሃዋርያት ምዕራፍ ዓሰርተው ሰለስተ ዘላ። ንሳቶም ግን ሰማያዊ ቅብኣት ክቐብእዎ ውህበት ክህብዎ ኣይኽእሉን እዮም። ስለዚ ናታቶም ሓላፍነት ኣምላኽ ከም ዝጸውዖ እንተደኣ ፈሊጦም፣ ኣምላኽ ውህበት ሂብዎ ከም ዘሎ እንተደኣ ፈሊጦም፣ ንዕኡ ሪኮግናይዝ ገይሮም ኣምላኽ ውህበት ሂብዎ እዩ፣ ንሕና ድማ የማናይ ኢድና ኣንቢርና ነቲ ውህበቱ ኣለሊና ተቐቢልናዮ ኣለና ኢሎም ኣብ ማሕበር ከብሉ ይኽእሉ እዮም። ስለዚ ልክዕ ከምኡ ክገብሩ ከለዉ ፍሉይ ዝኾነ እቲ ኣምላኽ በታ ግዚኣ ኣምላኽ ዝበሎ ስለ ዝኸውን እቲ ጸጋ ኣባታቶም ክግለጽ ይኽእል እዩ። እዚ ግን ንሳቶም እዮም ነቲ ውህበት ሂቦምዎ ማለት ኣይኮነን። ኮንፎርም ክገብርሉ ከለዉ ንሳቶም ኣምላኽ ስለ ዝበሎ እንድዮም ዝባዝሑ ዘለዉ ሕጂ እቲ ካራክተር ዝርእይዎ ኣለዎም ምዝዝታይ ዝርእይዎ ኣለዎም ስለዚ ኩሉ ግዜ ንብዓል ጳውሎስ ኣምላኽ እንድዩ ጸዊዕዎም ግን ፍለዩለይ ኢልዎም ማለት እዩ ስለዚ ናብታ ማሕበር ክመጽእ ከለና እንተ ኮይና እታ ማሕበር ከተለልዮ ኣለዋ ስለዚ ድማ እያ እቲ ዓንትወይ ምስ ሓተትኒ ክትሓልፍ ኣለካ ከምዚ ኣለኒ ኢልካ ከድካ ምስ ነገርካዮም ፕሮሰስ ኣለዎ በቲ ዝብሉካ ትሓልፍ ዓይነት ዝበልኩ ሓድሽ ተክላ ይኩን ዝብል ኣሎ ስለዚ እቲ ታይሙ ክኣክል ኣለዎ በቲ ኣገልግሎትና ወጺና ንኸነገልግል ማለት እዩ። ከምኡ ከይኮነ ከሎ እንተ ከይድና ግን ነቲ ጸጋና ከይግለጽ ኢና ንዓግቶ ማለት እዩ። ኣክችዋሊ ዘይምእዛዝ ዓመጸኝነት እዩ ዝቑጸር እውን። ክንዲ ምንታይ ውህበት ይሃልወና ብዘየገድስ ነቲ ስርዓት ናይቲ ቤተ ክርስቲያን ነቲ መምርሒ ፎሎው ጌርና እንተዘይከይድና ናብቲ ኣገልግሎትና ክንከይድ ከሎና ማለት እዩ። ካልእ ሕቶ ኣሎና? ክንውድእ ሕራይ እ። ክሳዕ ሕጂ ኣባና ብዝተራእየ ተኾይኑ ኣብ ኣብ ዝኾነ ይኹን ናይ ዝኾነ ይኹን ዓለም ተሓድሶ ዝጀመሩ፣ ነቲ መጽሓፍ ቅዱስ ዝፈልጥዎ እዮም። ኣባና ክጅመር ከሎ መጽሓፍ ቅዱስ ገንጺሎምዎ ንዘይፈልጡ ገሊኦም ብጀካ ዳዊት እውን ካልእ ኣንቢቦም ዘይፈልጡ እዮም። ስለዚ ናህና ድሕሪ ኣብ ቤት ኣምላኽ ምምጻእና እዩ እቲ መጽሓፍ ቅዱስ ክነጽንዖ ጀሚርና። ስለዚ እቲ ታሪኽና እንተድኣ ርኢናዮ ምስ ተጀመረ ማለት እዩ። ክዛረቡ ከለዉ እቶም ሽዑ ዝነበሩ ዝተወሰኑ ኢዮም ስራሕ ጀሚሮም ኔሮም ሕጂ ናይ ናይ መስርያ ቤትካ እስከ መምርሒ ውስጠ ደንቢ ኣምጽናዮ መስርያ ቤትካ ኣምጽእ ኢሎም ካብኡ ኣኻኺቦም ኢዮም እቲ ባይሎ ንገዛእ ርእሱ ኣቋቒሞሞ ስለዚ በቲ ኣብኡ ኣብቲ ሕብረተሰብ ንዝረኣይዎ ዓይነት ናይ መሪሕነት ኣመራርጻ ድማ ጌሮም ስለዚ ክሳዕ ሕጂ ብኸምኡ ክንከይድ ጸኒሕና ማለት እዩ። ክሳዕ እቲ ክኸዶ ዘለዎ ሰሪሑ ኣሎ፣ ንብዙሓት ንበረኸት ኮይኑ ኣሎ ማለት እዩ። ንሱ ኣብ ቦትኡ ኩሉ ኣለዎ ማለት እዩ። ምክንያቱሲ ወንጌል ተሰቢኹ እዩ፣ ብዙሓት ድሒኖም እዮም፣ ብዙሓት እውን ብኸምኡ እናገልገሉ ብንጹህ ልቢ መስዋእቲ ከፊሎም እዮም፣ ተሰዊኦም እዮም። ስለዚ ብዝኾነ ይኹን ንዕኡ ጸቢቐ ከነቆናጽቦ የብልናን ማለት እዩ። እዚ ኣብ ቦትኡ ከሎ ሕጂ ከምዚ ንኸዶ ዘሎና እቲ ፍርሃት ኣምላኽ ውን እናወሓደ ምስ ከደ ግን disaster ዓሰርተ ሰብስ ብሓንሳእ ተሰማሚዖም ክኸዱ ዘይክእሉ ኮይና እናኾንና ከይድና ማለት እዩ ዋላ እቲ ዝኾነ ይኹን ውን እቲ መሪሕነት ከም ዝተቐበለ recognize ይገበረሉ ኣይገበረሉ ኣለዎ እንተ ዝኾነ ይኹን ዝስዕብዎ ይፈሎው ገብርዎ ዳሓራይ ብኡ ይኸይድ ዳሓር እናገደደ እናገደደ እናገደደ እናገደደ ይመጽእ ኣሎ። እዚ ምስ ኮነ ከመይ ጌርካ እዩ ዝቐንዕ ናብ ዝብል ሓሳብ ክንመጽእ ከሎና እዞም ሕጂ ንዛረበሎም ዘለና ዓይነት ኣድረስ ክንገብሮ ናይ ግድነት ኮይኑና ማለት እዩ። ስለዚ ብዛዕባ እቲ ውህበት ናይቲ ሰብ ክንፈልጦ ዘሎና ኣሎ ሓደ ካልኣይ ብዛዕባቲ ካራክተር ናይቲ ሰብ ኣብቲ መጽሓፍ ቅዱስ ተጠቒሱ ዘሎ ንምንታይ ውህበት ይሃልዎ ንዕኡ ዘየማልእ እንተኾይኑ ክርኣይ ዘለዎ ኣሎ ሳልሳይ ምስ መን ኮይኑ ከም ዝዓዪ እቶም መሳርሕቱ ዓይነት ብኸመይ እታ ቸርች ክትመሓደር ከም ዘለዋ ክዝረብ ዘለዎ ኣሎ ማለት እዩ ስለዚ ኣብኡ ኢና ኣብኡ ኢና ዘለና ሕጂ ስለዚ ናብኡ ኢና ንኸይድ ዘለና። እታ ቸርች ጋቨርናንስ ኢልና ክንዛረብ ከለና ብዛዕባ እቶም ውህበታት ኣቐዲምና ጠቒስናዮ። ኣብዚ ዘይኮነስ ምናልባሽ ሕልፍ ክንብል ከለና ንጠቕሶም ንኸውን። ብዛዕባ እቲ ባህርያት ድማ ቀሰይ እናበልና ከነልዕሎ ኢና ውዒልና ሓዲርና ማለት እዩ። እታ ሕጂ ግን እቲ ቸርችሲ ፓተርን ዝኾነና ብዛዕባቲ ኣመሓዳድራ ኢና ጥራሕ ኢና ንዛረብ ዘለና ብዛዕባ እቶም ውህበታት ውን ኣይኮነን ኣብዛ ትምህርትና እዚኣ ብዛዕባቲ ካራክተር ናይቶም ሰባት ውን ኣይኮነን ብዛዕባ እታ ቸርች ቅርጻ ከመይ ክኸውን ከም ዝግብኦ ኢና ንዛረብ ዘሎና ማለት እዩ ዋንስ እዚ ክንብል ከለና ግን ዝመርሕዋ ንእግረ መገድና ኣምላኽ ውህበት ዝሃቦም እዮም ክንብል ኢና ኣብቲ ሞንጎ ማለት እዩ። ስለዚ ውህበት ስለ ዝሃቦም ጥራሕ እውን ስእሉ ከም ዘይከውን ድማ ክጥቀስ እዩ። እንታይ እቶም ውህበት ዘለዎምሲ ስርሖም ንክጅምሩ ከምዚ እታ ቸርች ከም ፎርም ክትገብረሎም እንተድኣ ኮይና ኢዳ ኣንቢራ የመና ኢዳ ሂባ ክትፈልዮም እንተድኣ ኮይና መንፈሳዊ ዕብየት ድዩ ናይ ትምህርቲ መሰረት ድዩ ናይ ህይወት ካራክተር ድዩ ኣምልኾ ድዩ ክርእይዎ ዝግብኦም ነገር ድማ ክርኣ እዩ ማለት እዩ። ስለዚ እንተ ንሕና ከሎና እንተ ብድሕሬና እቲ መሰረት ቀሰይ ኢሉ እንተድኣ እናተነፀፈ ፀኒሑ ክኸውን ኢዩ እቲ ትፅቢት ማለት ኢዩ። ኦቨር ናይት ክኸውን ኢዩ ግን ኢልና ግን ክንፅበ የብልናን። ኣርብዓ ዓመት ኣርብዓን ገለን ዓመት ስሳን ሓሙሽተን ክሳዕ ሕጂ እሞ ክንደይ ገይሩሉ ማለት ኢዩ? ኣርብዓን ሸውዓተን ስለዚ ክንድዚ ዝኣክል ዓመት እንተድኣ ፀኒሕናሲ ኦቨር ናይት ለውጢ ኣይነብልን ኢና ግን ንደቅና ንሓስብ ተኾይና፣ ንርእስና ንሓስብ ተኾይና፣ ንዝመጽእ ዘሎ ወለዶ እንተድኣ መሰረት ዘለዎ ከነመሓላልፍ ኮይና፣ ክንሓስበሉ ዘሎና ነገር ከም ዘሎ ክንፈልጥ ኣሎና። ስለዚ ዋላ ምስቲ ዝለመድናዮ ዓይነት ዘይወሓጠልና መሲሉ ተድኣ ተሰሚዑና እቲ ሓቂ ምስ ፈለጥናዮ ማይ ጌርና ክነውርዶ ኢና ማለት እዩ። ኣብ መጨረሻ ክንቅበሎ ኣሎና ተዘይኮይኑ ግን ኣይ ነዊሕ ኣይኺደናን እዩ ስለዚ እታ ካራክተር ክትህሉ ኣለዋ እቲ ውህበት ክህሉ ኣለዎ እቲ ስትራክቸር ክህሉ ኣለዎ ስለዚ ኩለን ክህልዋ ኣለወን እቲ ብትኽክል ስራሕ ክስራሕ እንተ ኮይኑ እቲ ስትራክቸር ተሓታትነት ኣካውንተብሊቲ ክህልወና ይገብረና እቲ ካራክተር ንኣምላኽ ዘሎና ኣብ ቅድሚ ኣምላኽን ኣብ ቅድሚ ሰብን ምስክርነት ዘለዎ ህይወት ክህልወና ይገብረና እቲ ውህበት ብናህና ክእለት ዘይኮነስ ብጸጋ ኣምላኽ ክንገብሮ ምእንቲ የኽእለና ማለት ስለዚ ኩሎም ክወሃሃዱ ኣለዎም። ሕራይ እግዚኣብሄር ይባርኽኩም ኣይ ቲንክ ንሕጂ ትእኸለና መስለኒ ጽባሕ ድማ ኣብዚ ክንራኸብ ኢና ስለዚ።